ሰላም ተኸታተልቲ መደባት ፈንቅል ኤሪ ሜድያ ከመይ ተምስዮ ንሎም ሶሉስ ዕስራን ሸውዓተን ጥሪ ብካልኣይ ትሕዝቶ መደባት ቀሪበ ኣለኹ ንምክእታልኩም ብኽብሪ ይዕድም ሰናይ ምክእታል። ክቡራት ተኸታተልቲ በቲ ቀዳማይ ንሪኣ ኣገዳሲ ዛዕባ ምስ እንፍልም ብቐጥታ ምስ ሃገርና ኤርትራ ዝተታሓዘ ኮይኑ ህዝቢ ኤርትራ ጻዕራም ህዝቢ እዩ ህዝቢ ኤርትራ ንብደሆታቱ ናብ ጸጋታታ ምቕያር ብደረጃ ዓለም ካብቶም ኣብ ቅድሚት ዝስራዕ ኣህዛቢ እንተበልና ምግናን ኣይኮነን። ንዝሓለፈ ዓሰርተ ዓመታት ሳላ ዘካየዶ ውሁድ ዝኾነ ሓያል ጻዕርታት ዝሰርዖም ዝተፈላለዩ ፕሮጀክታት ኣብ ባይታ ፍሬኦም ክህቡ ጀሚሮም ይርከቡ ኣለዉ። መንግስቲ ኤርትራ ናይ ቀዳምነታት ጉዳያት ሂቡ ዝሰርሓሉ ዝነበረ ጉዳይን ፕሮጀክትን ውሕስነት ማይ ንምርግጋፅ እዩ። ውሕስነት ማይ ንምርግጋፅ ብምትሕብባር ህዝብን መንግስትን ሓይልታት ምክልኻል ኤርትራ ስትራቴጂካውያን ዓበይትን ንኣሽቱን ማእከሎትን ዲጋታት ኣብ ዘተፍላለየ ኩርናዓት ሃገር ተሰሪሖም ጌና ትራሕት እውን እናቐፀለ እዩ ዝርከብ ዘሎ። ከምዚ ኣብ ስእልታት ንከታተሎን ንዕዘቦን ዘለና ቅድሚ ነዊሕ እዋናትን ኣብ ሓፀርቲ እዋናትን ዝተሰርሑ ዲጋታት እኹል ዓቕን ማይ ሒዞም እዮም ዝረኣዩ ዘለዉ። እዞም ዲጋታት እዚኦም ክስርሑ እንከለዉ ብፍላይ ከኣ መሰረት ክንበር እንከሎ እዞም ዲጋታት ይትረፍ ከምዚ ዓይነት ሰብ ዝሰርሖ ቀላያትን ባሕርታትን ክመስሉ ንጣብ ማይ ዝዕቁሩ እውን ኣይመስሉን እዮም ነይሮም። ህዝብን ሃገርን ነዊሕ ራኢ ስለ ዝነበሮም ብውህደትን ብጻዕርን ረሃጾም እናንጠብጠቡ ነዞም ፕሮጀክትታት ኣብ ምዛዘሚ ከብጽሕዎም ክኢሎም። እዞም ዲጋታት ኣብዚ ሕጂ እዋን ማይ መሊኦም ቀምበይ በይሎም። ኣብ ከባቢ ናይዞም ዲጋታት ከኣ ልምዓታዊ ፕሮጀክትታት ይትግበር ኣሎ። እዚ ከኣ ውሕስነት መግቢ ኣብ ምርግጋጽ ደራኺ ዝኾነ ተራ እናተጻወተ እዩ ዝርከብ ዘሎ። ካብዚ ነገር ንርድኦ ሓደ ጉዳይ እንተድኣ ሃልዩ መንግስቲ ኤርትራ ፖሊሲ ርእሰ ምርኮሳ ምስ ኣወጀ ምዕራባውያን ኣካላትን ሓይልታትን ህዝቢ ኤርትራ ኣብ ሰለስተ ዓመታት ክጸንት እዩ ክጠፍእ እዩ እናበሉ ክቡር ሓምሓም ክሃርሙ ተኻታቲልናን ተዓዚብናን ኔርና፣ ሕጂ ግን ብኣንጻሩ እታ ኣብ ኤርትራ ብፖሊሲ ርእሰ-ምርኮሳ ዝተሰላሰለ ዓበይቲ ስርሓት ኣብ ባይታ ፍሬኡ ክህብ ምስ ጀመረ ነተን ረድኤት ምሃብ ዘልመሱዎም ህዝብታትን ሃገራትን ካብ ኤርትራ ተማሃሩ ናብ ከተማ ኣስመራ ኪዱ ካብ ሻዕብያ ፖሊሲ ርእሰ ምርኮሳን ከመይ ጌርካ ብዘይ ሓገዛት ክትነብር ከም እትኸእል ንሱ ክምህረኩም እዩ እናበሉ ጻውዒታትን ከምኡውን ዕድመ ከቕርቡሉ ክትከታተልን ክትዕዘብን እንክለኻ ህዝብን መንግስትን ኤርትራ ክሳብ ክንደይ ሓያል ህዝብን መሪሕነትን ምዃኑ ካብዚ ጉዳይ ክትፈልጥን ክትርዳእን ትኸእል። ክብሪ ንዓኻ! ህዝብን መንግስትን ኤርትራ ኩቡራት ተኸታተልቲ ናብቲ ካልኣይ ኑሪ ኣገዳሲ ዛዕባ ምስ እንሰገር ብቐጥታ ምስ ኩነታት ኢትዮጵያ ዝተተሓዘ ኮይኑ ኣብ ኢትዮጵያ ዘሎ ኩናትን ዕግርግርን ቀፂሉ ይርከብ ኣሎ ነቶም ሓራ መሬት ብምባል ኣብ ክልል ዓፋር ኮብሊሎም ዝርከብ ዘሎ ፍንጫል ሰራዊት ናይ ትግራይ ትማል ህዝቢ ዓፋር ብደናጉላን በላሕቲ ነግራትን ክሳብ ብጠያይትን ክጓየዮም ከም ዝወዓለ መራኸቢታት ናይ ኢትዮጵያ ሎሚ ጸብጻባትን ደረቕ ስእልታትን ቪድዮታትን ሒዘን እናወጽኣ ይርከባ ኣለዋ። ሓራ መሬት ብምባል ኣብ ክልል ዓፋር ሸፊቱ ዝርከብ ዘሎ ፍንጫል ሰራዊት ናይ ትግራይ ኣብ ልዕሊ ደቂ ኣንስትዮ ክልል ዓፋር ዓመጽን ካልእ በደላትን ብተደጋጋሚ ክፍጽም ስለ ዝተራእየ ኣቐድም ኣቢሉ'ውን ከምዚ ዓይነት ተቓውሞታት ተራእዩ ምንባሩ ዝዝከር'ዩ። እዚ ትማሊ ዝነበረ ተቓውሞታት ንዝተፍላለዩ ናእሽቱን ዓበይትን መካይን ከቃጽሉ እንከለዉ፣ ንፍንጫል ሰራዊት ናይ ትግራይ ካብቲ ዓሪዱሉ ዝነበረ ከባቢታት ፋዕፋዕ ከብልዎ እውን ተራእዮም ይርከቡ ኣለው። እዞም ብጉጅለ ፃድቃንን ጌታቸውን ዝምርሑ ብኣብይ ኣሕመድ ከዓ ዝምወሉ ፍንጫል ሰራዊት ናይ ትግራይ ኣብ ውሽጢ መሬት ክልል ዓፋር ዓስኪሮም ዝፀንሑ ካብ ክልል ዓፋር ተፀራሪጎም ክወፁ ሰዓቶም ኣኺሉ ይርከብ ኣሎ። ስርዓት ብልፅግና ኣብ ውሽጢ ክልል ዓፋር ነዚ ሰራዊት ዘዐስከረሉ ቀንዲ ምኽንያት ንሰራዊት ትግራይ ፋሕፋሕ ንምባል ብኡቢሉ ከዓ ነቲ ኣብ ልዕሊ ህዝብን መንግስትን ኤርትራ ከካይዶ ዝሓስብ ዘሎ ኲናትን ወራራትን ነዚ ሰራዊት ኣብኡ ንምስታፍ እዩ ነይሩ። እዚ ብክልል ዓፋር ኣጋጢሙ ዝርከብ ዘሎ ከምዚ ዓይነት ምዕባለታት ንዓና ንኤርትራውያን ኣርባሒ ኮይኑ ይርከብ ኣሎ። እቲ ዝዝርጋሕ ዘሎ ደረቕ ስእልታትን ቪድዮታትን ፍንጫል ሰራዊት ናይ ትግራይ ክሳብ ክንደይ ውርደት ኣጋጢምዎ ይርከብ ከም ዘሎ ካብዚ ጉዳይ ክትፈልጥን ክትርዳእን ኣይትሽገርን። ኣብዚ ቪድዮታት ክዘርጋሕ ዘይደለናዮ ብምኽንያት ኮፒራይት ፍንጫል ሰራዊት ናይ ትግራይ ገሊኦም ርእሶም ገሊኦም ገጾም እናደመዩ'ውን ስእልታት ተዘርጊሑ ይርከብ ኣሎ። ኣዝዩ ዘሕፍርን ዘነውርን ነገር'ዩ። ኣብ ዘይመሬትካ ኬድካ ዓስኪርካ ደቂ ኣንስትዮ እንዳ ኣማትካ ደፊርካ ብኸምዚ ዓይነት መንገዲ ክትጭርገፍን ብኸምዚ ዓይነት መንገዲ ክትዋረድን ኣብ ታሪኽ ዓለም ተራእዩ ዝፈልጥ ኣይኮነን። ሓኪሉን ኮብሊሉን ዝርከብ ዘሎ ፍንጫል ሰራዊት ናይ ትግራይ ኣብዚ ሒዝናዮ ንርከብ ዘለና ቅንያት ኣጋጢምዎ ዝርከብ ዘሎ ከምዚ ዓይነት ሓደጋታት ጌና ቀጻሊ እዩ ዘሎ። እዚ ኩነታት ንስርዓት ብልጽግና'ውን ኣብ ሻቕሎት የእትይዎ ይርከብ ከምዘሎ ምስዚ ጉዳይ ቅርበት ዘለዎም ወገናት ይገልጹ ኣለዉ። ተወለድቲ ክልል ዓፋር ኣብ ውሽጢ መሬቶም ዝርከብ ዘሎ ወተሃደራዊ መዓስከራት ናይ ስርዓት ብልጽግና ይኹን ፍንጫል ሰራዊት ናይ ትግራይ ሒዝኩም ውጹልና'ዮም ዝብሉ ዘለዉ። ምኽንያቱ ክልል ዓፋር ዓውደ ኲናት ክኸውን ኣይነፍቅድን ኢና ዝብል ብተደጋጋሚ እዋን ተቓውሞታቶም ክገልጹ ስለዝጸንሑ እዚ ተኸሲቱ ዝርከብ ዘሎ ከምዚ ዓይነት ምዕባለታት ንዓና ንኤርትራውያንን ንክልል ትግራይን ኣርባሓ ኮይኑ ይርከብ። ክቡራት ተኸታተልቲ ናብ ሳልሳይን ሪያ ገዳስ ዛዕባ ምስ እንሰገር ድሕሪ እቲ ትማሊ ኣብ መንጎ ሰራዊት ፈደራል መንግስቲ ኢትዮጵያን ሰራዊት ትግራይን ዝተኻየደ ሓያል ኩናትን ረጽምን ሎሚ ሰራዊት ትግራይ ንቀንዲ መስመር ጽርግያ ሽረ ማይ ጸብሪ ዓጺዎ ይርከብ ከም ዘሎ ሓብሬታታት እናወፀ ይርከብ ኣሎ። እዚ ወፂኡ ዝርከብ ዘሎ ሓብሬታ ድሕሪ እቲ ኣብ ሞንጎ ክልቲኦም ሰራዊት ዘጋጠመ ሓያል ዝኾነ ኩናትን ግጥማትን እዩ። ሰራዊት ፌደራል መንግስቲ ኢትዮጵያ ነዚ ካብ ሽረ ንማይ ፀብሪ ዝርጋሕ ቀንዲ መስመር ፅርግያታት ብኸምዚ ዓይነት መንገዲ ከርዲኑዎን ዓፅይዎን ዝርከብ ዘሎ። ብተወሳኺ ኣብ ከተማ ማይ ፀብሪ ንሰራዊት ትግራይን ህወሓትን ትድግፉ ኢኹም ዝበሎም ዒስራን ሰለስተን መንእሰያት ኣብ ትሕቲ ቀይዲ ከምዘእተወ እውን መራኸቢታት ክልል ትግራይ ፀብፃባት ሒዘን እናወፃ ይርከባ ኣለዋ። እዚ ተኸሲቱ ዝርከብ ዘሎ ከምዚ ዓይነት ግጭትን ኩነታትን ሎሚ እውን ኣዋጣሪ ብዝኾነ መልክዕ ቀፂሉ ይርከብ ኣሎ። ሰራዊት ትግራይ ካብ ዝተፈላለየ ከባቢታት ናብቲ ትማሊ ኲናት ዝተኻየደሉ ቦታታት የቕንዕ ከምዘሎ ስርዓት ብልፅግና ብተመሳሳሊ ብወገን ክልል ዓፋር ዝፀንሐ ሰራዊቱ ካብ ትማሊ ምሸት ኣትሒዙ ሎሚ እውን ቀፂሉ ውዒሉ ዝርከብ ናብ ምዕራብ ትግራይ እናጋዓዘ ይርከብ ኣሎ። እዚ ኩነታት ብኸምዚ ዓይነት ኣዋጣሪ ኩነታት ቀፂሉ ይርከብ። ክቡራት ተኸታተልቲ ናብቲ ራብዓይን ናይ መወዳእታን ንሪኦ ዛዕባ ምስ እንሰግር ፕረዚደንት ላእላዊ ባይቶ ሱዳን ዓብደልፋታሕ ኣልቡርሃን ናብ ቀጠር ኣቕኒዑ ምስ ኣሚር ሃገረ ቀጠር ሎሚ ቀጥታዊ ርክባት ከምዘካየደ መራኸቢታት ናይ ቀጠርን ናይ ሱዳንን ዜናታት እናፀብፀባ ይርከባ ኣለዋ። ሃገረ ቐጠር ኣብዚ ዝሓለፈ ክልተ ኣዋርሕ ንሱዳን ዓበይቲ ወተሃደራዊ ሓገዛት ክትገብር ዝጸንሐት ሃገር እያ። እዚ ሎሚ ተኻይዱ ዝርከብ ዘሎ ከምዚ ዓይነት ርክባት ቀንዲ ዕላምኡ ነቲ ኣብ ሱዳን ተኸሲቱ ዝርከብ ዘሎ ኲናትን ዕግርግርን ኣብ ሓደ ማዕልቦ ንምብጻሕን ቀጠር ንሱዳን ትህቦ ዘላ ኣገዳሲ ሓገዛት እውን ቀጻልነቱ ንምርግጋጽ እዩ። እዚ ክልተኣዊ ዘተን ርክባትን ብክልቲኦም መራሕቲ ሃገራት ይካየድ ከምዘሎ ኣብዚ ጸብጻባት ተጠቒሱ ዝርከብ፣ ፕረዚደንት ላእላዊ ባይቶ ሱዳን ዓብደልፋታሕ ኣልቡርሃን ናብተን ንሱዳን ዓበይቲ ሓገዛት ዝገብራ ዘለዋ ሃገራት ናይ ስራሕ ምብጻሕ ምክያድ ቀጺልዎ ይርከብ ኣሎ። ሰራዊት መንግስቲ ሱዳን'ውን ኣብ ባይታ ዓበይቲ ዓወታት እናተጓናጸፈ ይርከብ። እዚ ኣብ ሱዳን ተኸሲቱ ዝርከብ ዘሎ ከምዚ ዓይነት ሓድሽ ምዕባለታት ንሕቡራት ኢማራት ዓረብን ስርዓት ብልጽግናን መንግስቲ ኬንያን ሻቕሎትን ራዕድን ፈጢርሎም ይርከብ። ክቡራት ተኸታተልቲ ፈንቅል ኤሪ ሜድያ፣ ንሎሚ ኣዳልየዮ ዝነበርኩ ካልኣይ ትሕዝቶ መደባት እዚ ክትከታተልዎ ዝጸናሕኩም እዩ ዝመስል ነይሩ። ጽባሕ ብካልእ መደባት ክሳብ እንራኸብ ሰላም ውሰናይ ኣብ ዘለኹሞ ብሩኽ ምሸት ደቂ ሬም።